እንታይ ኢዩ ተዲኺ ስኺ እንታይ ኢኺ ንጎምድር ትድውለይ ቁሩብ በዓል ሓዳር ምዃነይ ኣይተሰወጠክን ዘሎ መስለኒ። ኣላ ስኻ
ባዕለይ ኣቃጢበ ሓዳር ኣግቢረካስ እምበኣር ብላዕሊ ትኾነለይ ኣለኻ ሕጂ ግን መምጺኤይ በዓል ሓዳር ምዃንካ ኢዩ ከማን። ኢሂ ናይ ደሓን።
ኣታ እንታይ ደሓን ኣሎ ኢልካ ኢኻ። ኢሂ እንታይ ተረኺቡ ድዩ። ኣታ እንታይ ከ ዘይርከብ።
ኣቲ ጥዕይቲ ዲኺ እንታይ ከም ፓፓጋሎ ዘዝተዛረብክዎ ትደግምለይ ዘለኺ ቅልጥፍ ኢልኪ ንገርኒ ስራሕይ ክገብር እቲ ዝኾንክዮ ተዛረቢ። እንታይ ዶ ኮይነ ረቢ ሓወይ ሓደ ብ ኣሜሪካ ዝቕመጥ ሰብ ማለት ብኢንተርነት ተላለየ ብዋይፋይ ኣብ ዝሓፀረ መዓልታት ንመርዓ ክውድኣልክ ፍቓደኛ ዲኺ ኢልንስ ምኽርኻ ክትልግሰለይ ደልየ እንታይ ኢና ሃለውለው እዩ ወደይ እዚ ንመርዓስ ክሳብ ክንዲ ዝኣቕሊል ክትርእዮ ኣለኺ ሃለውለው ጥራይ ዲኺ ዓበድበድ ከ እምበር ኣታ ዓቢልኪ ዲኺ ውይ እሞክስ እንድሕሪ ፋራ ዓይነት እዩ ከማን ቀፃሊ ሻህ ንስተይ ኢሉ ቆፀራ ድገብረለይ ዋላ ኩባያ ማኪያቶ ከስተየኪ ኢሉ ዘይምቑፃሩ ብጣዕሚ እዩ ዝገርመኒ ወይለ ብኢንተርነት ከኣ ሻሂ ምስታይ ተጀሚሩ ድዩ ኣቲ እንታይ ኢኺ ትኾኒ ዘለኺ ኣቲ ግደፍኒ ባን ጎምድሪ ተሕምኒ ውይ ኣታ ሮቢ ሓወይ ካብ ኢንተርነት ማራ ኣርሒቕካ ኣለኻ ማለት እኮ እዩ ብኢንተርነት ደኣ እሞ ሻሂ ትሰቲ ጥራይ ደይኮነስ ዋላ ፒስታኻ ከማን ትጎምድ ከመይ ማለት ጽቡቕ ሎሚ ዘበን ዋይፋይ ስለ ዝኾነ ንሱ ኣብቲ ዘለዎ ዓዲ ኣብ እንዳ ሻሂ ሻሂኡ እንዳሰተየ ብኦንላይን ይርእየኒ ኣነ ድማ ከምኡ ኬፍ ረቢ ሕጂ ከተረድእካ ዶ
እንታይ ዲኺ ዘኪርክኒ ሓደ እዋንሲ ሓንቲ ጓኽሲ ንደቃ ኣኪባ ትምዕዶም ነይራ እንታይ እንዳበለት ሰብ ዝበሃል ሓደ ርጉም ፍጥረት ስለ ዘሎ ድን እንተይሉ ፍሉጥ እምኒ ስለ ዘልዕል ህዶሙ ኢላቶ ሽዑ ሓደ ካብቶም ደቃ ማሚ ኢዱ ብጅቡኡ እትዩ ተመጺና ኸኢልዋ ሽዑ ኣዲኡ ቁሩብ ሕስብ ብምባል እንድዒ ኣብ ዘበንኩም እምበር ኣብ ዘበናስ ከምኡ ኣይነበረን ኢላቶ።
ምዃን ሓቅኻ ኢኻ ቆጸራ ጌሩ ሻሂ ደስተየካ ኬፍ የብሉን ክሽንዳሕ ጥራይ ደለዎ። እቲ ሕሳብ ናይ ሻሂ መን ድዩ ክኸፍሎ ድኣ ትሽንድሕዮ። ዋእ ንሱ እምበር መን ድኣ ክኸፍሎ ልደሊኻ። ኦህ እዚኣ ውን ኣይተረድኣትኒ እስከ በዓልቲ ዋይፋ ኣብርህ ኣብልለይ። ውይ ኣታ ይርደኣካ እንድዩ እተን ሻሂ ዝሰተኹለን መዓልታት ጸብጺበ ሕሳብ ይነግሮ እሱ ኸኣ ይሕውለለይ። ይቕሬታ ደኣ ግበርለይ ዊንታ ሓፍተይ እምበር እዛ ዋይፋ ፈጺማ ኣይተበራሃትንን ዘላ ዝያዳ ምኽሪ ተደሊኺ ግን ነዞም ተጠቀምቲ ዋይፋ እንዶ ሕተት እዮም ውይ ኣነ ገድት ከማን ናባኻ ትመጽእ
ዋይ ሰብ ኢሎሞ ኣዋ ሸይጣ ክትበልዓና ሰብ ኢሎሞ ሰብ ኢሎሞ

ኣብ እንዳ ኢንተርኔት እንድየ ጸኒሐ። ዋእ ነቲ ዋና ዲኻ ክትቅምቅሞ ከይድካ? ኣቤትይ ክንዳኻ ዘይኣኽላ ብኣኻ ውዕላ ኢሎም። ኢንተርነት ክጥቀም ጸኒሐ ዲኻ ትብለኒ ዘለኻ? ሂናይ ድኣ። ዋእ እንታይ መዓልቲ እሞ በዓል ጉጉል ድኣ ከመይ ጸኒሖምኻ? ግርም ኣለዉ ብጀካ ናፍቆትካ ክንደይ እኳ። ወይለይ ምስ መን ድኣ ከድካኸ? ንመን ረኸብካ እስኪ? ኣንታ ምስ ሄለን ጓለይ እንድየ ከይደ። እወ። ጉድየ ሪኤ ይብለካ ኣለኹ ጉድ! እቶም ደቀይሲ ገዝኦምን ነብሶምን ብህየቶም እየ ዝብለካ ከምዛ ተለቪዥን ሪኤዮም ኣንታ። ዋላ እታ መብራት ትድቅስ ዘላ ነበረት ዓራት እኮ እዮም ኣሪኦምኒ። እሞ እቲ ዓራትሲ ጥራዩ ዶ ነበረ ዋላስ ሰብ ነይርዎ እዩ? ኤህ ኤህ ደኣ ንስኻስ። እንታይ ኤሆ ደኣ። ስማዕ እባ ክሳብ ሎምስ ኢንተርነት ኣይተጠቐምካን? ሓራም ኢለ ሎሚ ተጠቂመስ ተጠቂመ ከኣ። በል በል በል እነግረካ ኣለኹ ዓርኪ ዓንዳ ኢልካ ከይትዛረብ እ ኣንታ መሕፈር ሎሚ እኮ ዓለም ኩሎም ዓይነት ሕማማት ብኢንተርነት ብሞባይል ማለትሲ ብዋይፋይ ገይሮም ከም ዝሰዱልና እዚ ኩሉ ሕማማት ኣይትፈልጥን ኢኻ ጠፋእኻ ዶቦጭ ጠፋእኻ እሞ ሕማም ብዋይፋይ ክዕድግ እየ ከይደ ወረ ካልእ ኣሎ ኣብዘን ነፍሲ ወከፍ ሰብ ሒዝወን ዘሎ ሞባይላት ክንድዛ ገፈል ናይዛ ስገም ትኸውን መጻናጠኒት ወይ መራኸቢት ኣጥበቕ ደይብሉላ የለውን። ኣብታ ዘለውዋ ኮይኖም ብዛዕባኻ ኩሉ ዓይነት ሓበሬታ እዩ ድበጽሖም ዝእክብዎ። ቸቸቸቸቸቸቸቸቸቸ እዚኣሲ ኣብዚ ኢልካያ ዓበድበድ ኢልካ ማዕረ ኣምላኽ ክትሰርዖም ስማዕ እስኪ እቲ ቋንቋና ከመይ ቢሎም ይፈልጥዎ ደኣ ኣሎም ዝቋጻጸሩና። ስማዕ እንደግዳን ወዮ ጓልካ ደኣ ረሲዓቶ ከይትኸውን እምበር እዩ። ኣብ ዘይሕማምካ ከይትበጽሕ ኢንተርነት ምስ ተጠቐምካ ተቐላጢፍካ ከድካ ጉጉል ዝበሃል ከኒና ኢኻ ኣቢልካ ትወለድ ጎጎ ጎጎ ጉዳበይ ክትረኽቦ ወይለይ በዓል ጎጎል ከመይ ኢሎም ጸኒሖም ኢልካ ንስ ሕጂ ከዓኒ ከኒና ጌርካዮ ኣንታ እዚ ናይ ኢንተርነት ቋንቋ እዩ ጉጉል ኩሉ እዩ እንተደልዩ ሓበሬታ ይኸውን እንተ ደልዩ ከኒና ከውን እህ ባህ ኣብ ዝበሎ ከኣ ሙዚቃ ከውን ደቦጭ ዓርከይ ንዓናይ ዶ ዓለም ርሒቕካያ ኣለኻ ደንጒኻያ ዋይ ጉድ ኣምላከ ኢንተርነት
ሰብ ኢሎሞ ሰብ ኢሎሞ
ኣንቲ ቀስ ዘይትብሊ ደርጋፍ እንታይ ቀሳለልኪ እኽቲ ማማ ይሄ ደሓን ዲኺ እንታይ ክድሕን ደኣ ሪሃና ሓሚማ ትሕሎ ኣላ ተባሂሉ እውይ ዝሃኒ እውይ ዝዓሱሊ እውይ ዝሕማም ንዓይ ዘይገብረለይ ነበረት ማማ ምን ሪሓና እያ እንቲ
ዋልያ መን ደስ ነዚ ተኽሊ ሪሓኒ ክትብልኒ ዘለኺ ውይ ኣቲ ማማ እንታይ ኢኺ ኮንኪ? ህብብቲ ኣሜሪካዊት ደራፊት እያ ሪሃና ኣይትፈልጥያን? ዋይ ዘይጥራጠነ እዛ ብጠን እሞ ንስኺ እንታይ ሓበጠኪ? ዋ
ማማ እንታይ ሓበጠኪ ትብሊ ኣለኺ? ዒስራ ሚልዮን ካብ ህዝቢ ዓለም ኳይ ጠጠው ኢሉ ንኸይትመውት ድሕልዋ ድሎ ንስኺ እንታይ ሓበጠኪ ትብሊ ኣለኺ ምሽ? ዒስራ ሚልዮን ዒስራ ሚልዮን ደኣ ኣበይ ኮይኑ ክሕልዋ ኣበይ ናይ ጎልጎል ድያ ደቂሳ? ብኦንላይን ኣቲ ማማ ዘበኑ ዘበነ ዋይፋይ ምዃኑ ባይ ትዘንግዒ። ክልኽልኽልይ ግረ ኺዲ ጥራሕ ተመስርዕተዊ። ኣላ ሪሃና ሓውያ ከይተባህለ መግቢ ዝበሃል ፈፂመ የለክፍኒ ወይ ጉድ ኣዲኣ ገዲፋ ኣስሓትና ኣትናፍቕ ኣንቲ ወረ ናትክሲ ጓና ኣትናፍቕ እዩ ነገሩ ማማ ተጠንቀቂ ሪሃናስ ጓናይ ጌርክያ ምዃን ንስኺ ሓቅኺ ጣዕሚ ድምፃን ደርፋን ስለ ዘይትፈልጥ እዮ ከምኡ ትብል ዘለኺ ዋ እዛ ወናኒት እዝነይን ልበይን ዝኾነት ሪሃናስ ጓና ክትብልያ ማማ ብጣዕሚ ሕማቕ ዘረባ ተዛሪብኪ ወይ ዓጀውጀው መን ተነገረኪ ጓለይ ኣብ ኢንተርነት ኣንቢበዮ ማማየ ብጃኽ ጸሎት ግበርላ ወለይ ኪድ በሊ ድሓን ኪድ እሞ ኪድ ተመስሒ ሕራይ ገብረላይ እቲ ማማ ብላዓለይ ደሞ ኢልክዮ
ብላዓልኪ እዩ ብላዓልኪ እዛ ጓል ኣርጋ
ሰሚዐኪ ማማ ይሃርግፍ
ሄሎ ሃነ ከመይ ቀኒኻ ሰላም ድ

ብኸመይ ድኣ ረኺብኪ? ብምኽንያት ሓድሽ ዓመት ኣብ ቲክቶክ ሓጻር ቪድዮ ኔራ ፖስት ዝበልኩዋ። ሽዑ ንሽዑ ግድብ ልቡ ተሰኺዐ ኣድራሻይ ደልዩ ደልዩ ረኺብኒ። ናይ ለክ ከኣ ከም ውጽኢቱ ገንዘብ የውሕዘለይ። ኣየ እዚ ናትኪ ነገር ኣየ እዚ ናትኪ ነገር መወዳእትኡ ጥራይ የጸብቆ ኳይ ትጽለያ ዘለኺ እንተ ቆልዓ ሎሚ ገንዘብ ሓይኽኪ ጽባሕ ንጎኒ ዝሓተኪ ሕቶኸ ክትምልሲ ቅርብቲ ዲኺ

ኣትታይ እዚ ምንጭ ኮይኑ ዕርቃንካ ምውፃእ ዋ ካብየ ናይ ባህሊ ዝተወረሰ እዩ ኣይ ናይ ኣቦኺ ኣይ ናይ ኣዴኺ ስድራኻ ከተፅርፊ ደምስስያ ደምስስያ ቀልጢፍ ክብለኩ ኣለኹ ሃላይ ፈትዩኒ ዕርቃንኪ ስለ ዝረኣኽየ ፈትዩኪ ኣቲ
በል ሓደ ነገር ክነግርካ ኣነ ጥራሕ ክርኢ ዝፈተወኪ ጥርሑ ምዃኑ ክትፈልጢ ኣለኪ ዋ ባህልን ሃይማኖትን ዘይብሎም ኣህዛብ ገይሮሞ ኢልክስ በቃ ዕርቃን ክኸፊትክስ ንዓለም ክተርኢ ዲስግራስ
ስምዒ እቲ ንሰብ መዓንቀፍ ዝኸውን ሰብ መጥሓን ኣብ ክሳዱ ተኣሲሩሉ ንባሕሪ ክድርበ ሒሾት ባሃይ እዩ ዋዛ ከይመስለኪ ካህናት ኣስተምሂሮምና እዮም ተጠንቀቒ ዋ ኣቲ ማማ ሕማቕ ጥራይ ዲኺ ትሓስቢ እንቋዕ ፈጠረልኪ ዛጓለይ ግዳ ዘይትብሊ በቃ ከክፉ ጥራይ ክትሓስቢ ጉዳይ ፖሊስ እሞ ደሓን ትኹኑ ዝኾነ ኮይኑ ክገድፈኪ ኣብ ባንኪ ምሳሕ ተዓዲመ ኣለኹ ኣነ ከጠንቅቐኪ ኢለ እየ ነፃ ዝበሃል ምሳሕ ከምዘየለ ፍለጢ ደሓን ደሓን ሕጂ ዝኾነ ይኹን ክኸይድ ጥራይ ደለኒ ኪዲ ኪዲ ጻዕዳ ጥናሕኪ

ወያ ኣብ ኣፍ ሞት ኣላ ዝበልክያ ሪሓን ዶ ሚሓን ዝበልክያ ስከመይ ኮነ ጓሉ መን ደኣ ኮይና
ጓል ኤሚያ ትከ ኣባቢ ሪሃና እያ ትበሃል ይሄ ሪሃና እንተኮይነ ረ ወይ ኣነ ሓፍተይ ማዕሪ ኣብ ዓራት ደቂሳ ብጣዕሚ ሕማቕ ዘላ 20 ሚልዮን ሰባት ሕልዋ ኣለዉ እዚ ናይ ዋይፋይ ሓበሬታ እዩ

ዋይ ስለዚ ዊንታ ሓፍተይ ሓበሬታ ከመዓራሪ ዋይ ኣንቲ የሉ ጓለ እዚ ዘይመምሃርስ ክንደይ ሓስም እምበኣር ዋይፋይሲ ጠንባርን ሓሳው ንገብረካ እዩ ንገብረኩም ወ ኣይረድ እንኳዕ እኳ ሓንቲ ትምህርቲ ጓል ሃለወትና እምበር ዓሪፍ ኣላ ኢላሲ ቀብሪ ከርክበ ኢላ ምሃቦ ከትብላ ነይራ
ኣነ መቸም ዋ እሞ ብምንታይ እተፀሓፈ ዲኺ እምቢብኪ ብትግርኛ ድዩ ኣትስምዕ እስከ ስኺ እንታይ ደኣ እቲ ኢንተርኔት እናተጠቐምናሲ ከኒና ዘይሃብክኒ ረሲዕኽዮ ዲኺ ናይ ምንታይ ከኒና ባባ እዋ ጎጎል ዝበሃል ከኒን ኣሎ እሞ እሱ ውሰዶ ዶ ኣይበሉንን ገሊኦም
ካበይ ዝመፅእ ከኒን ኣዒንታ ካብ ዓሻ ጎልጎል
ልይ ኣቶ
ስምዓኒ እሞ ንግረካ ጎጉል ኮቲ ዝዓበየ መደበር ሓበሬታን ፍልጠትን እምበር ከይና ኣይኮነን
ዝኾነ ዝደለኻዮ ሓበሬታ ኣብኡ ኢኻ ትረኽቦ ብፍላይ ከኣ መጽናዕታዊ ጽሑፍ ክተቕርብ ተደሊኻ ኣውለካ ኩሉ እሞ ንስኻ እውን ብትግርኛ ከንቢብካዮ ማለት እዩ
ወይ ዓንዶቦጭ ኣቲ ዝሸሪፎ እምበኣር ተጻዊትለይ በሊ ካብ ድሕር ሕጂ ንግሆ ተስየብታ እንዳ ኢንተርኔት
መሰተኻ ደኣ ድለ ሎሚ እንዳ ኢንተርነት ደይኮነ እንዳ ቤት መቕደስ ምኻድ ይዝሓይሽ ኢንተርነት መዘናኻ ኣይኮነን ደቦጭ
ሓቃላ ማሚ ንስኺ እውን ምሳይ ግና ትምህርቲ ካብ ዘይብልክሲ እናቴ ምዃን ኣሸኪ ሀይ እናቴ ምዃንሲ ትምህርቲ የድልየን ኢልካ እም? ክንደይ እናቴ ታዴን ደኳትርን ፕሮፌሰራትን ዘለዋ ኣበይ እሞ ክረኽቦ እ? ኣቦኻን ደሞ ሃወኸኒ እ? ዋ ንዓይ ከ ኣቦኺ እባ ሃወኸኒ

ዓቢ ዜና ካብ ሳቢና ኣብ ምሉእ ኤሮጳ ኣብ ገዛኹም ዝተፈላለየ ዓይነት ኣስቤዛ ካብ ሳቢና ክትእዝዙ ከም ትኽእሉ ብሓጎስ ነበስር! ሳቢና በርበረ ሽሮ ጣፍ መሸላ ቆሎ ቡን ጌሶ ዝተፈላለየ ዓይነት ቀመማትን ናይ ገዛ ኣቑሑትን ከምኡውን ኮስሞቲክስን ብተመጣጠነ ዋጋ ቀሪብልኩም ኣሎ ኣብ ሳቢና ፉድስ ዳት ኮም ብምእታው ወይ ድማ በዚ ቴሌፎን ብምድዋል ክትእዝዙ ትኽእሉ ኢኹም

ሮቤል ወደይ ከመይ ውዒልካ? ኣታ ባባ ደሓን ኢኻ ደኣ ስራሕ ዓፂ ካብዚ ኣይ ዋይፋይ እንድየ ዝጥቀም ዘለኹ ድሕሪ ሰዓት ኣቢለ ክወፅእ ዋ ሰራሕተኛ ንዓማዊል ኣብ ኣፍ ደገ ገቲርካዮም ሲ ሰዓት ክትፀንሕ ምስ መን ኢኻ ከመፂኻ ምስ ሄለን እዋ ኣይፋለይን በይነይ እምበር ኣይተረዳእኒ ዋ በይንኻ ደኣ ተጠቂምካ ትኽእሎ ዲኻ? እዋ ኣይፋለይ ደሓር ከኣ ስማዕ እስከ ሄለን ትብለኒ ደኣ ሄለን እኮ ኣበይ ኮይና ምስ ስራሕ ክተርክበሉ ኣብዚ እምበር እዞም ዓማዊል ርኢኻ ኣለኻ ኣላሙዱኒ እንዳበልኩ ምስኦም ተጸጊዐ እላመድ ኣለኹ እምበር ወረ እንቋዕ ንስኻ መጻኻ ዝወደይ እንካ እስከ ሕጂ ሓግዘኒ እስከ እንካ እስከ ሓግዘኒ ሕጂ እንታይ መሲልካ ባባ እወ ኢንተርነት ብዝያዳ ንዝተማህሩ ሰባት እዩ ዝጠቅም ዋላ ንስኻ ሕጂ ቅድሚ ናብዚ ምምጻኻ ዋላ ምሸታዊ ተማሃር እሞ ሽዑ ከም ድላይካ ትመጽእ ሓይሲ የለን ገንዘብካን ግዜኻን ምብኻን እዩ ንብላሽ እዩ ዶ
በል እዚ ወዲ ዝወለዓለይ ቪድዮ ኣላ ንሳ ውድቅ ኣቢላያ ክመጽእ እየ ንዓስኻ ጭጭጭ ስራሕ እንካ እንካ ስራሕ ከፊትካ ደው ከይተብሎ እንካ ኪድ ኪድ ከርዶ ኣንታ ክንደይ ትርኣየኒ ዋይ ሰብኣይ ተወሊፉ።

እንታይ ድኣ ዓለም ኣበየ በፂሓ ኣላ ንስኻ ትብል ትድቅስ ኣብየት ኣንታ ሰብኣይ ድሓን ዲኻ ለንቅነ ዘይኣመልካ ምንታይ ተብዝሕ ኣለኻ ኣይ ኢንተርኔት እንዲ ክጥቀም ፀኒሐ ዋይፋይ ሃይ ማይ ስብስክ ኢንተርኔት ኮየ ፀኒሐ ኢንተርነት ዳ ክጥቀመልካ እምበር እንታይ ክትጥቀመሉ እስኻ እስኺ ሞቤልኪ የው ኣቲ ሎሚ ዝወፅእ ዘሎ ፊልምታትን ሙዚቃታትን እኮ ኣቲ ናይ በዓል ጃስቲን ቤይበር ዲኺ ትብሊ ናይ ቢቲኤስ ዲኺ ትብሊ ዘለኺ ባይ ኣቲ ኣብዚ ዘበን እዚ ሲ እንቋዕ ኣርከብኩሉ እንቋዕ ተወለድና ሓቁ እዩ ኣቤል ወደይ እዚ ዘበን እዚ ዘበነ ኬፋት ይኽብ ዋይ እዚ ስምንተኛ ሺ ብኻባ ዘይርከብናሉ ኣነስ እንቋዕ ኣባ ኣርከብኩሉ በቃ ከም ሽንቲ ገመል ንድሕሪት ምኻድ ይሓይሽ ኢልካዮ? ኣይ ኢንተርኔትሲ ከም ሽንቲ ግመል ንድሕሪት ዘይኮነ ከም ሽንቲ ሰብ ንቕርቢት እዩ። ጽቡቕ የለኻን ዶ በወጭ ኢንተርነት ናይ ሰይጣን ደኣ እምበር ናይ ሰብ ከም ዘይኮነ ፍለጥ። ወይለይ እቲ ስልጣነስ ናይ ሰይጣን? እቲ ሽዱሽተ ሚእትን ስሳን ሽዱሽተን ዝቑጽሩ ሰይጣን እኮ ንሱ እዩ። ስለዚ ምስ ሰይጣን ትውዕል ከም ዘለኻ ፍለጥ። ወይ በል ኣነ ከዓ ነዚ ቁፅሪ ግልብጥብጥብጥብጥብጥ ኣቢለ እ፣ ትሽዓተ ሚእትን ተስዓን ትሽዓተን ናይ ምዕባለ ክገብሮ እየ። ግደ ግደፍ ኣንታ ሰብኣይ ንእምሮኻ ኣይትበክሎ ከም ቀደምካ ሕሸካ ኣብለካ ኣለኹ። ኣየኸየይ ዋይ ሃብና ድራር ተድሊክ በሊዕና ክንድቅስ።

ሮቢ ባባ ጽቡቕ የለን ይ ናይ ኢንተርነት ወልፊ ገይሩ ኣሎ
ብቐዳማይ ኣብቲ እንዳ ኢንተርነት ምስ ረእኽዎ እኳ ደመይ ጠጠው ኢሉኒ ኣብ ክንዲ ቁርባንን ጸሎትን ሲ ንድሕሪት ደሓን ጸገም ካብ ኣጋጠመ ብኸመይ ነቲ ጸገም ትፈትሖ እዩ እቲ ቀንዲ ወሳኒ ነገር
ኣብ ደረጃ ወልፊ ተበጺሑ እኳ ክኸብደና እዩ። እዋይ ጉድ ርኤ ከም ቆልዓሲ ተጸይቑ ሰብኣይ ፊልምን ሙዚቃን ክርኢ ውዕል ኣሎ። ሮቢ ሕጂ ጸገምና ብኸመይ ንፍታሕ እዩ ኢና ንዛራረብ ዘለና ምኽንያቱ ጉድ ኣቦና ንዓና ሕስረትና እዩ። ተየ ባዕሉ ይፈልጥ ዋእ ከም ቆልዓ ድና ዕስራን ኣርባዕተን ሰዓት ክንመኽሮ። ታይ ምኾኑ ኢልና ብዝኾነ ንኣፋታትሓ ጸገማት ኣገባባት ኣለዎ ስለዚ ነቲ ኣገባባት ምኽታል ጽቡቕ መስለኒ ንዓይ። ከመይ?
ቀዳማይ ክንገብሮ ዘለና ምንጪ እቲ ጸገም እንታይ ምዃኑ ከነለሊ ኣለና። ከም ካልኣይ ደረጃ ንሰርዖ ድማ ንጸገማትና ንምፍታሕ ኣማራርጺታት ክንደሊ ኣለና። ከም ሳልሳይ ደረጃ ድማ ነቶም ጸገማትና በብደረጃኦም ክንሰርዖም ኣለና። ራብዓይ ጸገም ክትፈትሕ ከለኻ እቲ ትጥቀመሉ ኣገባባት ካልእ ጸገም ከየምጸልካ ክትጥንቀቕ ከም ዘለካ። ሓምሻይ ጸገም ብጥንቃቐ ግዜ ሂብካ ክትፈትሖን ክትዕዘቦን ከም ዘለካ። ከም ሻድሻይ ነቲ ጸገም ንምፍታሕ ጊደኻ እንታይ ምዃኑ ብልክዕ ምንጻር የድሊ። ኣብ መወዳእታ ድማ በቶም ዝወሰድካዮም ስጉምትታት ትመሃር። እንድዒ እዚኣስ ከቢዳ! ንሓደ ጸገም ንምፍታሕ መጽናዕታዊ ጽሑፍ ከተዳሉ ኣለካ ዝዓይነቱ እምበር ጌርኪ። ደሓን ኣነ ነቲ ኣገባብ ብምስዓብ ክኽተሎ ክፍትን እየ። እቲ ጸገም ግን ናይ ባባ ጥራይ ኣይኮነን ወላ ዊንታውን ኣላ። ናታ ድኣ ከም ውህብቶ እኳ ወሲድናያ ኢና ንዑዑ ዝለከመትልና እምበር ገደደ። ብዝኾነ እንዳ ደቦጭ! ጥሜት ስለ ዘለኩም ንዕናይ ምሳይ ገዛ ተመስሒ። ኣታ መንቀላውጢ ንስኻን ሰበይትኻን ደይኮንካ ናብ ገዛና ከተንቀላውጥ ትመጽእ ዋይ ብዝኾነ ከይደ ሰበይትኻን ጓልካን ሰላም በለለይ ኢኻ ሓራ
ዘረባ ደኣ መን ክኽእለኪ ጓል ዶ ቦጭ እኮ ያኺ

እንታይ ደኣ ብዋይፋይ ሰሊጥኪ ኣሜሪካ ዶ በፂሕኺ ኢኺ
ባባ እቲ ናይ ብቐዳይ ከሰሊጥኩ ዶ ዋ ሰሊጥኒ ጥራሕ ዲኸ ሳልሳይ ራብዓይ ምሕዋል ከማን በፂሐ ከይተቐርፁኒ ከዓ ኣስቤዛ ሓይለወት ክመፅእ ኣለኹ ሰይ
ሰይ ሽሻይ ይሃብኪ ኣሜን
እንካብ ኣይሓስ ሰይ ዋይ
ሕዚ የሉ ጓል ኣይሕዝኒ ኣነ
ካብይ ኣምፂኽዮ እንታይ ምልከተኪ ናይ ዋይፋይ መሓባይ ሰዲዶ ክንዲ የቐንየለይ ድዩ ካበይ ከም ዘምፅኽዮ ከይፈለጥኩ ክቕበለኪ ኮነ የቐንየለይ ክብለኪ ፈቓደኛ ኣይኮንኩን ግደፍዮ ማዓረይ ዋ ክንዶ ረኺበ ሓደ ብኢንተርነት ዝተላለያ እዩ ሰዲድላ ሄለን ጓለይ ወይለይ እዚኣ እኳ ዘይፈለጥኳ ብኢንተርነት ተላልኻዮሲ ገንዘብ ይሰደልካ እዩ ኢልካ ዘረባ ኣሎ እንታይ ድኣ ንዓይ ዘይሰዳለይ። ኤህ በጃኻ እዚ ኩሉ ቂኒንሲ ዋላ ሓንቲ መዓልቲ ኣይሰደዱልካን? ዋእ ድሓን ሎሚ ንዊንታ ጽባሕ ንዓይ። ባባ እንታይ ኢኻ ትብል ዘለኻ ኣብ ክንዲ ናይ ጽቡቕ ኣርኣያ ትኾነና ድዩ ናይ ሕማቕ ዋእ ክንዲ ሰሪሕኩምን ጽዒርኩምን ብልዑ ድዩ። ዋእ እሞ እንታይ ደይ ኢለ ኣይ ሕቶ እንድየ ዝሓትት ዘለኹ። ኦው ክንከይድ ደቀይ። ኮፍ ደኣ በል ናብይ ክትከይድ። ደሓን ዘይትተርፍ ስራሕ ኣላትኒ።
እቲ ሙዚቃ ምስማዕ ድዩ ስራሕ ዝበሃል ዘሎ?
ስምዕ እንዶ እስኺ ኣበይ ስለ ዝፈልጠኪ እዚ ኩሉ ገንዘብ ዝሰደልኪ ደሎ ንሱ ይምልከተክን እዩ ዋ ትኾይን ዶ ይምልከተኒ ፅባሕ ንጎ ፀገም ምስ ኣጋጠመኪ እኮ ትፆር ንዓና እዩ ሓራይ ዋ ተትብሊ ጓለይ ይህ ብኢንተርነት ዝጠነሰት ጓል ኣጓኒፋት ክረ እዚ ጥራይ ፀገምሽ ኣነ ብዓቅመይ ኣማኺረ ክሉኹ ዝተረፈ ንዓኺ እዩ ዝምልከት ሓረይ። የቐንየለይ ሓሳድ መዓረይ። እዋ ኣጋብ ግበሪ።
እንድዕኸ መወዳእትኡ የጸብቆ ፈጣሪ። ኣይትሰከፊ ማሚ ኣብቲ ናይ መጀመርታ ሌላና እዩ ናይ ሻሂ መሲልኒ ጸሊኤዮ ነይረ እምበር ሕጂ ገንዘብ ንገንዘብ ምስ ገበረኒ ማራ እየ ፈትየዮ። ከመይ ኬፍ ዘለዎ ወዲ ድዩ?
እንድዒ ጓለይ እንድዒ እንታይ እማ ክብሊ ኣነ ድላይ ክግበር ውይ ኣትማም ሃህሞ ትብሊ ሰቢሎሞ ሰቢሎሞ

ናይ ደሓን ድዮም ናይዞም ስድራ ወዲ ዓርከይ እንታይ ኮን ኢልዋ እዩ

ኣበይ እሞ ተዝካኣለ በሪረ ምመፃኹ ኸዓ ቴንኪዩ እዋ ከመይ ዘይሕጎስ ደኣ ኣብ ውሽጢ ሓፂር መዓልታት እኮ ኢኻ ልዕሊ ሰላሳ ሽሕ ሰይድካለይ ብጣዕሚ እምበር ተሓጒሰ ተዘያዳይ ድላይካ ኣዘኒ ዝደለኻዮ ክገብር ድልውቲ እየ ዘለኹ ድላይካ ተዛርብ ምቁረይ እዋ

ሰበይቲ ዘላትካ ዳኣ ምሳይ ከመይ ኢልካ ሓዳር ክትገብር ምሳይ ከዓ ንሓዳር ኣይኮነን መደብካ ዋንታይ ዳኣ ዋንታ ጥዑይ ዲኻ ክል ምዃኑ ከመይ ዘይሓረቕ ፅንፅዋይ ዲኻ ትነግረን ዘለኻ ሸንዲ ሓትካ ካብ ካልእ ወሊዳ ኡፍ በጃኻ ሞ ይተሓዋውሰለይ ሕጂ ካባይ ብንፁር ትደልዮ እንታይ እዩ ክቐትላ እዝሞ ፈፂምካ ኣይትሕሰቦ ዋላ ሓደ ሚልዮን ኢልካ ንኸማ ፈፂመ ይሰምዓካኒ ኣታ ስቕ እንዶ በል ምኽንያቱ ኣነ ካብ ከምኡ ዓይነት ሕብረተሰብን ሃገርና ኣይተወለድኩን ሕራይ ሰባል ሰባል ዓፋፍ እንታይ ክትገብር ሞስኻ

ናብ ጉዳይና እሞ ንእቶ እንታይ መጸውዒኺ? እዋእ ኣንዳይ ሰብኣይ ዓቢድኒ እሞ ዓገብ ክትብለለይ ደልየ። ኣይተረድኣንን ናይ እንዳመን ዕብድቲ ከልቢ ስለ ዝነኸሰትኒ ድኣለይ ዓቢደ ዘለኹ።
ፈሊጥያ ዝደቀሰስ ነቕኒቕካዮ ነይቲ ስዲ ዝተባህለ ፈሊጥካ ደቂስካ ዘለኻ ድኣ ከመይ ኣቢሉ ክርድኣካ? ቅድም ካብቲ ደቂስካሉ ዘለኻ ዓራት ዋይ ዋላ ፋይ ትብሎሞ ተስእ ሽዑ ክርዳኣካ እዩ ኣውሪድለይ ዶ መብራት ሰይ መብራት ሕርቕ ሕርቕ እሞ ኣይትበሊ። ከመይ ዘይሓርቕ ገዝኡ ስርሑ ናብርኡ ዋኒኑ ጠንጢኑ ዶ ኣይኮነን ንፈቐዶ ኢንተርነት ዝውዕል ዘሎ ኣንተ ነንቅሕ እኮ ዄንና ዋይ ኣብ እርጋንካ ኣታ ኣብ እርጋንካስ ኩርምቲ ይጻኣኻ ትብል ዓባየይ ከምዚ ምስ ረኸበት እኳ እያ። ሕጂ ንስኺሲ እንታይ ትብልኒ ኣለኺ ንዓይ? ኣንታ ርግእ እንደ በል። ኣታ ክላስ በል እንታይ እየ ዝረብሕ። ትውሕጥ ኣብሉ እብለካ ኣለኹ። ኣታ ቀደም ውሒጠ ተፊኤ እያ ከኣ እብለካ ኣለኹ ሓወይ።
እንታይ ይብል ከም ዘለኹ ክትፈልጥ ደሊኻ ወይ ገዛኻን ናብራኻን ፍቶ ወይ ከኣ ጠቕሊልካ ኣብቲ እንዳ ኢንተርነት ስፈር። ኣታ ኣብ መርዓ ኣይትሕወስ ኣብ ቀብሪ ቤተሰብ ኣይትሳተፍ ወረ እንታይ ዓይነት ጋኒን ሒዝካ ዘሎ። ጉጉል ዝበሃል ጋኒን እዩ ሒዝዎ ዘሎ። ኣታ
ንስኻትኩም ንዓይ ክልተኹም ከምኡ ኣይትብሉንን ኢኹም። ንስኺሲ ሰብ ጸዊዕኺ ንዓይ ክብረይ ክትቅንጥጥዮ።
ደቦጭ እዚ መብራት ትዛረቦ ዘላ ኩሉ ልክዕ ኣላ። ልክዕ ኣላ? እወ። ኣታ ክልኽዓካ የብለካ ኣለኹ። ዋእ! ዋላ ንዓኹም ክጭልግመኪ እየ። ስነ ስርዓት ግበር።
ትለኽዓኒ ከመይ ዝበለ ጋኔን ድዩ ሰፊሩ ዘሎ ኣብ ርእስኻ? እንታይ ድዩ ሃዋንካ?
ኣነ ውን እኮ እዚ መብራት ትብሎ ዘላ ደጋጊመ ነጊረካ እየ መስለኒ። ዋእ! ኣንታ ከምዘም ኮተቴሲ ዕስራን ኣርባዕተን ሰዓት ኣብ እንዳ ኢንተርነት? ኣየጸብቐልካን እዩ ሓቂ ኣላ ኣየጸብቐልካን እዩ። ውይ ኣታ ነዘን ኣርባዕተ ሓሙሽተ ሰዓታት እዚ ሙሉእ መዓልቲ እንዳ ኢንተርኔት ውዒልካ ክትብለኒ ደቦጭ ኣርባዕተ ሓሙሽተ ሰዓታት እኮ ቀሊል ከይመስለካ ሽዱሽተ ሸውዓተ ዓይነት ትምህርቲ ትመሃረሉ ግዜ እኮ እዩ ኤይ እዚ ዝእረም ሰብ ኣይኮነን እንድዩ ደሓን ዝገብሮ ኣለኒ ዓንዳይ ግን ስለ ክብርካ ክብሪ ሃብካ የቀንየለይ የቀንየለይ ዝሃወይ። በለ ኣነ ከኣ እ ስጋ ኢንተርኔት ዋይፋይ ይሙት ከርእየኪ እየ እብለኪ ኣለኩ ንዓኪ። ኣታ
ኣስላ ኣብ ጸዓዱ ክትርኢ ተኾርሚኻ ትውዕል ዘለኻ ደኣ እንታይ ትኹርምየኒ ክትብል ኢኻ ንማሕላኻሲ ቀዲምካዮ ተኾርሚኻ ኢኻ። ናዓናይ ናዓናይ ናዓናይ እሞ ናዓናይ ናዓናይ ኪድ ክረክበኪ እየ ኪድ ናዓና ኪድ። ንዓይ ኣብዛ ርእሲ ከለኹ ኣነ ከኣ ኣብቲ እንዳ ኢንተርኔት ስለ ዘለኹ ንስኻ ካብኡ ሕለፈኒ። ዋይ! ኣይ ምቁር እዩ ደቂ ታይ ባሃላ ኣንታ ኣነ። እቲ ደሓን ደሓን መብራት ስኺ ርግእ ጥራይ በሊ። እዚ ደኣ ቀሊል ግን ዳባይ ግደግደፍ እዮ። ታይ ባዕለይ ኣረጋግእ ከብሎ እየ መብራት። ወይ እዚ ኩርሙይ ወይ ፈዩ ሞት ካብ ለለይ ሬሳ። ሬሳ እውን ሬሳ
ባዕለ የረጋግእ ከብለይ በሏት ከይደ ዳ ከይደ ዳ ከይዳ ብሩክ መዓልቲ ሰቢሎሞ ሰቢሎሞ ስምዑ እዞም ደቀይ ኣቦኹም ፅቡቕ የለ መመክሒ ሰብ ደኣ ከይከውን እምበር ብያ ምባሉ ቀሊል እዩ ነይሩ ዋእ ኣቲ ማማ ብለባምኪ ጸገሙ ከኣ ጸገም ኩልና እዩ ብዛዕባ እዚ ጉዳይ ኣነ ንሄሉ ሓፍተይ ንሓንቲ ለይቲ ትኹን ከማን ኣይደቀስናን ዘለና መፍትሒ ኢና ነናዲ ዘለና። ሓቁ ኣሎ ረቢ ማማ ወልፊ ኢንተርነት ካብ ወልፊ ሽጋራን መስተን ትዝኸፈ እዩ ኣብ ከምዚ ወልፊ ዝተኣልከ ሰብ ሓገዝ ደኣ እምበር ምንጻግን ምጽራፍን ጽቡቕ ኣይኮነን። እወ ሓቃ ኣላ። እሞ እንታይ ግበሪ ትብሉኒ ኣለኹም ናብርኡ እኮ ጠቕሊሉ ፈንይዎ እዩ ወረ ኣነሲ ኣበይ ምስታ ሓበይ ይድረር እዩ ጨኒቕኒ ዘሎ። ስምዑኒ ሕጂ ዶ ክነግረኩም ኣነ ኣነ ሓደ ነገር ሓሲበ ስለ ዘለኹ እዛ ጉዳይ ናባይ ግደፍዋ ኢኹም። ጽቡቕ ሕረ። ሕራይ ግርም እዛ ጓለይ ኣምላኽ ይሓግዝኪ። እዋይ ሎምሲ ንሕና ደኣ ምኣለናኩም እምበር ንስኻትኩም ክትኣልዩና እዋይ መስደመም ካልእ እኮ ኣይኮነን ካልእ ኣይኮነን እቲ ጽሑፍ እዩ ዝፍጸም ዘሎ ኣብታ መወዳእታ ዘመን ልቢ ዓበይቲ ናብ ቆልዑ

ኣንቲ ደሓን ዲኺ ወይ እዚ ሕውል ጠሊምክ ድዩ ማማ ከዓ ብቻ ሓይለክ ክደፍኒ
ለምቅነ ብዛዕባ እዚ ዝሕውለልክ ዝነበረ ሰብ ዘረባ ገዲፍኪ ሓቀይ ዶ ግደፍኒ እኮ ኢለኪ መልክዑ ከፅቡቅ ድዩ ምስ ፅቡቅ ዝበሃል ነገር የብሉ ካብ መልክዑ ግብሩ ካብ ግብሩ መልክዑ ኩሉ ነገሩ ክፉ እዩ ትድጓለ

ዋው ኣነ በስመኣም ተኽለ እንዲዚ ቁንቁላ ኣፉ ደኣ ኣትኸል እምበ ይህ ንዓኺ ከምኡ እንታይ ገይርኪ ኣቲ እንታይ ከዘይገብር እዚ ክፉእ መሸከል እምበኣር ናባኺ እውን መፅዩ ደውልሉ እሞ ደውልሉ ከዋርዶ እየ ብቻ ከማማ ትመሓይሽ እውይ ኣነ በስመኣም ወሊድላ ዝኸደ ጓል ሰብ ኣላ እዛ ቅርሺ ዶ ትፈልጢ? እዛ ቅርሺ ኢልዋ ዘይፈልጥ ዋይ ዋይ ኣንታ ኣምላኸይ እንታ ኣምላኸይ እንታ ከተርእየኒ ኢኻ ዋይ ዋይ
እንክደውል
ሃቢ ሃሎ ሃሎ ተኽለ መብራት እየ መብራት ዊንታ ኣይኮንኩን እወ ነዊሕ እንዲ ግዜ ሓቂ ካበይ ክትዝክረኒ ሕጂ ከዘኪርካኒ ዶ ደሓን እየ ደሓን እየ እምበኣር ሎምስ ሰበይትኻ ገዲፍካ ከዓ ሕሉፍ ሓሊፉካስ ናብ ጓለይ ከዓ ሰጊርካ ኣታ ኣታ ቁሩብ ኣይትሓፍርን ዲኻ? ደሓን ደሓን ደሓን ኩሉ እቲ ዝገበርካዮ እኮ ሪኦዮ እየ ሪኦዮ እየ ዋዛ ከይመስለካ እቲ ኩሉ ዝሰደድካዮ ገንዘብ ከኣ ነታ ውጽዕቲ ሒማኻ ከብጽሓላ እዩ እንታይ ክሰትረካ ምስታርሲ ምሰተርኩኻ ኣታ ኣታ እስኻ ዝስተር ተግባር ዘይብልካ ወያነ ኣጥፊእዋ ኣጥፊእዋ እቲ ህልም ትበል ሓቶ ብኡ ኣጥፊእዋ
ማማየ ማዕረ ሕጂ ቕሲንክኒ እዛ ምስጢር ግን ኣባይ ናባኽን ትሙት እስኽብ ገለ እኳ ከተእትውኒ ኢኺ ኣብ ገለ ከተእትውኒ ዋይፋይ ክትብሊ ስቕንቁላ ኣፍኪ ተተኺልኪ ነርኪ ደንቆሮ ደንቆሮ እውን ደንቆሮ ወይ ኣነ እማ ብቻ ሕጂ ስምዐኒ ኣነ ከዓ ዓሰርተ ሽሕ ኣለዋ ዝኣከብኮን ነታ ወሊድላ ትብልያ ዘለኽ ጓል ሰብ ክንህባ ኢና ሕራይ ፅቡቕ ጽቡቕ ኣቲ ኣቲ በቃ እዛ ዋይፋይስ እዚኣ እያ ስራሓ እዚኣ እያ ስራሓ
ከማይን ወዲ ከማይን ናብ ከምዚ ነውዕሎ እምበር እቶም ንፉዓት እቲ ዝዓበየ ቢዝነስ ብኡ እዮም ደካይድዎ ኣቲ ሓመድ ክዕድል ከምኦም እሞ ዘይትኾኒ ከምኦም ዘይትኾኒ እቲ ዋይ ኣነ ኣቲ እዛ ዋዒ ክሳብ ምንታይ እያ ከተእትወክቲ ኣቲ እቲ ሄለን ዝበለቶ ደኣ መፅኢ እንዶ ዋይ ኣነይ ኣታ ሎምስ ገለ ከርእየኒ እዩ ዝኣምላኽ እዋይ ተመስገንካ ኣምላኽ ገኒሕካ ተዓሪቕካኒ ሰብ ኢሎሞ ሰብ ኢሎሞ
አባ
እንዳትገብር ዳመፅ ይኸ ሄይ ባቢ በቃ መዓልካ ኢንተርነት ኮይኑ ብዝኾነ እንካ ሞዛ ፍላሽ ዓሰርተ ዝኾኑ ፊልምታት ኣለዋ ቀልጢፍካ ርኢኻ ሎማዓንቲ ምለሰለይ ኢኺ ካብ ሎሚ ግን ከይትሕልፋ። እዚ ድማ ማሚ ምሳሕ ሰይዳኺልካላ ባናና ገለመለ ገለ ኣብዚ ለካ እዋይ እዋይ እዋይ ኣንቱም ከምዚ ድየ መፅኣ የለን ጓለይ በቃ ይኣኽለና ዓበድበድ ንግና ንዕናይ ገዛና ንዕናይ ገዛና ባቢ ዓሻ ፅቡቕ ኣሎ ዘመድ ዓሻ ከፍእዎ ኣሎ ኮይኑኩም
ባቢ ምዝንጋዕ ዝጽላእ እኳ ተዘይኮነ ንኹሉ ግን ግዜን መደብን ክትገብረሉ ኣለካ። ኣቦ ደሞ ወደይ ከ እንታይ ድልኒ እንተኣኻ ኩሉ ግዜ ብ ኦንላይን ዝርእየካ እንዳ ኢንተርኔት ከፊትካ ዲኻ ኢልኒ ከም ዘኽፋእኩሲ ኮቶ ተረዲእኒ ድሕሪ ሕጂሲ ድሕሪ ሕጂ ኣነ ኣብዚ ክጥቀም ኣይኮነን ናብዚኣ ገጸይ ክሸይንሲ

መብራት ይተዃትዃና ኣለዋ ሰይጣውንቲ ንኺድ ደኣ ናብ መላእኽቲ